ሰላም ተኸታተልቲ ናይ ድራር ሸው ከመይ ቀኒኹም ከመይ ትኾኑ ሎሚ ውን ንዓኹም ክምስን ፍሽኽን ከብላኹም ዝኽእላ እንተተኻኢሉ ድማ ካርካር ከብላኹም ዝኽእላ ዝበልኮን ዋዛታት ሒዘልኩም ቀሪበ ኣለኹ ከምቲ ወትሩ ብዙሓት ትሰዱለይ ኣለኹም ይጽሕፈ ኣለኹ ይቐራርበ ኣለኹ ከከም ናቱ መስርዕ ድማ ናባኹም ክመልሶ ምዃነይ ቃል ናተኹ ይኸይድ ማለት እዩ እቶም ናብዚ ኒው ሓድሽ ቻነል ናተይ ሳብስክራይብ ዘይገበርኩም ሳብስክራይብ ክትገብሩ ትኽእሉ ንካልኦት እውን ሼር ክትገብርዎ ትኽእሉ ናይ ሎሚ ዕላል መጀመርያ መኮነን ከበደ ዝሰደደለይ ኣነ እውን ዝፈልጣ ዝነበርኩ ጆክያ ብዛዕባ እንታይ እዚኣኻ ሓደ ሰኽራም እዩ ነይሩ መቸም ናይ ሰኽራማት ዕላል ኣይውዳእን እንድዩ ሓደ ሕጂ እዚ ሰኽራም መፍትሕ ይጠፍኦ ካብ ሰንከልከል እናበለ ኣብ መንገዲ መፍትሕ ናይ ገዝኡ ወዲቕዎ ይጠፍእ ማለት እዩ ሕጂ ኣብቲ ጥቃ ገዝኡ ምስ በፅሐ ኣረ ከም ዝጠፍኦ ፈሊጡ ማለት እዩ ፀልማት እዩ ካለይቲ እዩ ዝኣቱ ሰኽራም ትፈልጥዎ ኢኹም ዓንደፍደፍ እናበለ እንታይ ዳ ክገብረ ኢሉ ውፅእ ኢሉ ኣብቲ ፅርግያ ወፂኡ ኣብቲ ጥቃ ገዝኡ ዘሎ ፓሎ ናይ ልቹ ማለት እዩ ኣብቲ ጎደና ክደሊ ይጅምር ነዚ መፍታሕ እንታይ ይብል ናብቲ ናብቲ ይኸይድ ናብቲ ይኸይድ እጂ ኣጋጣሚ ፖሊስ ክዘውር መቸም ፖሊስ ለይቲ ምዛር ስርሖም እንድዩ ክዘውሪ ኢሎም ብኡ ይመፅእ እሞ ሓደ ፖሊስ መኪና ሒዙ ጠጠው ኣቢሉ መፂኡስ እንታይ ኣጋ እንታይ እዩ ፀገምካ ይብሎ ማለት እዩ ኣም መፍትሐይ ጠፊእኒ ይብሎ ሕጂ ፖሊስ ከዓ ብሱ ኮይኑ ክደሊ ይጅምር ማለት እዩ እዚ ይደሊ ይደሊ ይደሊ በቃ ነቲ ከባቢ ብምሉ ፅቡቅ ገይሮም ጎርጒሮሞ ማለት እዩ ደልዮም ደልዮም ምስ ሰኣኑ ሽዑ ኣብ መንጎ እቲ ፖሊስ ማለት እዩ እምቧእ ናይ ብሓቂ ዲኻ እቲ መፍትሒ ከኣ ኣብዚ ኣጥፊካዮ መኣስ ዩ ጠፊእዎ መኣስ ጠፊእካ ይብሎስ ቅድሚ ቁሩብ ጠፊእኒ ይብሎ እሞ ናይ ብርግጽ ኢኻ ካብዚ ክብ ኣብዚ ቦታ እዚ ወዲቅካ ይብሎ ማለት ዩ ን ኣብዚ ኣብዚ ከም ዝወደቀኒ እኮ ኣይፈልጥን እየ ኢልዎ እሞ ንምንታይ ድኣ ኣብዚ ትደሊ ኣለኻ ኢልዎ ን ኣበይ ድኣ ወዲቃትካ ኢልዎሲ ዋእ ኣነ እኮ ኣብቲ መንገዲ ኔው ክመጽእ ከለኹ ኣብቲ ጸልማት እያ ወዲቃትኒ እየ ዝብል ኢልዎ ዋእ እንታይ ክትገብር ኣብዚ ትደሊ ኣለኻ ኢልዎሲ ብርሃን ክኾነለይ ኢለ ይብሎ ረይዎ ሕጂ ቀዳማይ ሓደ ሓደ ግዜ ሰባት ክሰርሑ ተጸኒሖምና ዋላ ሕማቕ ከይሓተትና ምስኦም ስራሕ ንጅምር ክንሓትት እዩ ዝግብኣና ሓደ ሓደ ግዜ ሲ ነዊሕ ምስ ሰራሕካ ዋ ከምዚ ከምዚ ዘልካዮ ዋ መዘይሓተትካኒ ይብሉኻ እንታይ ማለት እዩ እቲ ቅድም ክንሓቶ ዝግብኣና ቅልጥፍ ኢልና ክንሓቶ ኣለና ካልኣይ ከኣ እታ ቀንዲ መልእኽቲ ናይታ ዛንታ እንታይ እዩ እንታይ ንገብር ሓደ ሓደ ግዜ ኣብቲ ብርሃን ዘለዎ ቦታ ኢና ንደሊ ካብ ኣብቲ ዝጠፍኣና ቦታ ንደሊ ማለት እዩ። ሓቅነት ንምድላይ ድዩ ገግ- ዝኾነ ነገር ኣብቲ ቀሊል ብቐሊሉ ክንረኽቦ ንኽእል ቦታታት ኣብኡ ኢና ሃሰው ንብል ኣብቲ ብቐሊሉ ክርከብ ዝኽእል ግን ኩሉ ነገር ኣብኡ ኣይርከብን እዩ ምክንያቱ ብቐሊሉ ዝርከብ ተኾይኑ ኩሉ ሰብ ክወስዶ እዩ እቲ እ- ፅቡቕ ነገር ኣብ ሕብኡ እዩ ዘሎ ኣብ ፀልማት እዩ ዘሎ ኣብቲ ፀልማት ኬድና ክንደሊ ክንክእል ኣለና ክንረኽቦ ስለዚ እቲ ከቢድ ነገር ክንገብሮ ንኽእል ፀልማት ምድላይ ቀሊል ኣይኮነን ዘፍርሓካዩ ከይትረኽቦ ትኽእል ኢኻ ብርግጽ ድማ ኣብኡ ስለ ዝኾነ እዩ ትጽቡቕ ነገር ኣብኡ ክርከብ ዝኽእል ምኽሪ ኣብ ብርሃን እንተኾይኑ ዋላ እውን ተወዲቓ ትካ ሰብ ሒዝዋ ክኸይድ እዩ ስለዚ ቅድሜኻ ዝመፀ ክርያ ስለ ዝኽእል ስለዚ ኩሉ ግዜ ክንደሊ ከለና ኣብቲ ዝቐለለ ዘይኮነስ ኣብቲ ክርከበሉ ዝኽእል ኣብቲ ዋላ ስራሕን ድኻምን ዝሓትት ተኾይኑ ኣብኡ ክንደሊ ኣለና ካብ ሰኽራማ ከይወፃና ሓደ ሰኽራም እዩ ሰኺሩ በጥ ኢሉ ከሎ ሓደ ካልእ ሰኽራም ይመፆ ማለት እዩ ሕጂ እቲ ሓደ ሰኺሩ ከም ዘሎ ኣይፈለጠን ሕጂስ እናሓለፈሲ ዋእስ መዓስ ከ እስኻ ኢልዎ እዚኣ ኣብ ላዕሊ ዘላ በሪቑ ዶ ኸውን ፀሓይ ኢሉ ተጠራጢሩ ድዩ እዚ ላዕሊ ዘሎ ብርሃንሲ ፀሓይ ድዩ ዋላ ወርሒ ኢልዎ እቲ ታሕቲ ዝነበረ ከዓ ናይ ገዛውተይ ኣብዚ ኣይኮነን ኢልዎ ከዓ ሕጂስ እታ ፀሓይን ወርሕን ኣብ ገዛውቲ ዝፈላለያ ገይሩ ወሲድወን ማለት እዩ ስለዚ እዚአን ክልተ ናይ ሰኽራማት እየን እታ ትቕፅል እታ ትቕጽል ዕላል ብዛዕባ ሓደ ለማኒ እያ ኽትከውን። ሓደ ዕዉር ለማኒ ኣብ ጽርግያ ዀይኑሲ፣ ስለ ብርሃን ዓይኒ፣ ስለ ዓይነይ ዘይርኢ ዘሎኹ፣ ስለ ማርያም ከምዚ ከምዚ እናበለ ይልምን ነይሩ። ሰብ ከኣ ይህቦን እዩ ነይሩ። ሕጅስ ኣብዛ መዓልቲ እዚኣ ኣብ ሓንቲ መዓልቲ ፍልይቲ ጽብቕቲ ጸሓይ በሪቓ ነይራ። ሕጂ ንሱ ግን ከም ወትሩ ስለ ማርያም፣ ስለ ብርሃን ዓይኒ ገለ እናበለ ይልምን ነይሩ። ሕጂ ሰብ ከኣ ዋላ ሓንቲ ኣይግደሰሉን ነይሩ። ኣብ ጽሑፍ ገይሩ ድማ ዕዉር እየ ስለዘይርኢ እየ ገለ ዝብል ከኣ ነይርዎ ማለት እዩ። ግን ሰብ ከይዱ ከይዱ ሳንቲም ይድርብየሉ ነይሩ ማለት እዩ። ሕጂ ኣጋጣሚ ሓንቲ ጓል ትርእዮ ሓንቲ ሰበይቲ ትርእዮ እሞ ጥምት ኣቢላ እታ ጽብቕቲ መዓልቲ እያ ነይራ ምጽእ ኢላ ነታ ወረቐት ንሱ ኣነ ዕዉር እየ ኢልዋ ዝነበረ ግምጥል ኣቢላ ሓደ ነገር ጽሒፋ ኣብኣ ኣውሪዳትሉ ትኸይድ። ሕጂ ክሰብ ክትንክፍ ከሎሲ እግራ ተንኪፍዋ ኔሩ ማለት እዩ እግራ ትንክፍ ኣቢሉስ ጋል ምዃና ሪኡ መቸም ሓንቲ ሳንቲም ኣይሃበቶን ንዓ ጌራ እቲ ከይታይ ከም ዝገበረት ግን ዕዉር ስለ ዝኾነ ክሪኣ ኣይክኣለን ንሳ ምስ ከደት ገንዘብ ሰብ ክህቦ ይጅምር ሸሻሕ ሸሻሕ ንሱ ዘረባ ገዲፍዎ ግን ገንዘብ ይወርድ ጥራይ ወይለኪ ሎምስ እንታይ ብርሃን መዓልቲ ደኣ ኣሉ እንታይ ደኣ ኣሉ ኮይኑ ይብል ይወርድ ጥራይ ገንዘብ ተረኣየ ወረቃቅቲ ሰናቲም መዓት ገንዘብ ይወርድ ይወርድ ይወርድ ምሉእ መዓልቲ ብዙሕ ገንዘብ ሰብ ክህቦ ውዒሉ ማለት እዩ። ብጣዕሚ ተገሪሙ ዋእ እንታይ እዩ ኣጋጢሙ ዘሎ ኣብዚ ከባቢ ኢሉ ብነብሱ ድንፅው ኢሉ ውዕል ማለት እዩ። ሽዑ ኣጋ ምሸት እታ ሰበይቲ ትምለስ ማለት እዩ። ምልስ ኢላ መፂኣ ክትምለስ ከላ ኣብቲ ቦታ ጠጠው ምስ በለት ጠጠው ኢላ ምስ ረኣየቶ መዓት ገንዘብ ወሪዱ ሪኣቶስ ንሱ ከዓ ኣጋጣሚ ጠጠው ምስ በለት እግሩ እግሩ ገይሩ በቲ ኢዱ ገይሩ ነቲ እግራ ዳህሲሱሲ ይርኣ ማለት ንላዕሊ ገጹ ገይሩስ ጓል ምዃና ነቲ ጫማኣ ምስ ረኣየ እንታይ ጌርኪ ሎሚ ንግሆ ኣብዚ ቦታ መጺእኺ ኔርኪ ኢልዋ ካብታ ንስኺ ዝኸድክያ ድማ ብዙሕ ሰብ ብዙሕ ገንዘብ ሂበኒ ኣሎ ረኣይዮ መዓት ገንዘብ ሂቦምኒ እንታይ ኢኺ ጌርኪ ኬድኪ እንታይ ኢኺ ኢልክዮም ወይ እንታይ ኢኺ ሰባት ዲኺ ልኢኽክለይ ኮንኪ ገለ ይብላ ማለት እዩ ን ዋላ ሓንቲ ኣይገበርኩን ኣነ ኢላቶ ጥራይ ነታ ወረቐት ንስኻ ጽሒፍካያ ዝነበርካ ኣመሓይሸያ ትብሎ እንታይ ኢልኪ ኣመሓይሽክያ ይብላ

በት ኣይ ካንት ሲ ኢት ኢላ ጽሒፋትሉ። እኳ እዚኤን ደኣ እሞ ሓደ እንድየን። ኣነ ዕዉር እየ ኣይርእን እየ ኢለ ጽሒፈ ኣለኹ፣ ንስኺ ከኣ ጽብቕቲ መዓልቲ ኣነ ግን ክርእያ ብ ዘይምኽኣለይ ይሓዝን ኢለ ኢልኪ እንታይ ፍልልይ ኣለዋ ኢላቶ። ዓቢ ፍልልይ ኣለወን ኢላቶ። እታ ሓንቲ ንስኻ ዕዉር ምዃንካ ትነግራ ኣለኻ፣ ንስኻ ዕዉር ምዃንካ ንኻልኦት ሰባት ኣገዳሲ ኣይኮነን ኢላቶ። ከይግደስሉ ይኽእሉ እዮም። እታ ካልኣይቲ ግን ኢላቶ ጽብቕቲ መዓልቲ ንስኻ ክትርእያ ብዘይምኽኣልካ፣ ንሳቶም ግን ክርእይዋ ብምኽኣሎም ከም ዝሕጐሱን ከም ዘመስግኑን ነቲ ዘለዎም ጸጋ ከም ዘስተማቕሩን ስለ እትገብሮም ዘለኻ፣ ንኣምላኽ ተመስገንካ ኣምላኽ ንዓይ ዝሃብካኒ ብርሃን ኢሎም እዮም ንዓኻ ክህቡኻ ዝፍትኑ ዘለዉ። ነቲ ንሶም ዘለዎም ጸጋ ከስተማቕሩ ስለ ዘዘኻኸርካዮ፣ ነቲ ናትካ ፀገም ደንጊፆም ክህቡኻ መሪፆም ትብሎም እንታይ እያ እዛ ምስጢር እዚኣ ማርኬቲንግ ይብልዋ ኢትስ ኖት ዋት ዩ ሰይ ኢት ኢዝ ሃው ዩ ሰይ ኢት እቲ ትብሎ ዘይኮነስ ኣገባብ ትብሎ ብጣዕሚ እዩ ወሳኒ ኩሉ ግዜ ድማ ነቲ ሰብ ንኣብነት ኣብ ቢዝነስ እንተለኻ ኩሉ ግዜ ንዓኻ ኣብ ዝርድኣካ ዘይኮነስ ነቲ ዝሪኦ ሰብ እንታይ ዓይነት መልእኽቲ እንታይ ይስምዖ ክትሓስብ ክትክእል ኣለካ ልክዕ ሕጂ እታ ኢትስ አ ቢዩቲፉል ደይ በት ኣይ ካንት ሲ ኢት ትብል መልእኽቲሲ ብጣዕሚ ደስ ተብል መዓልቲ ምዃና ይርእይዋ ኣለዉ። እንታይ ግን ይገብሮም ኣሎሱ ኣነ ክሪኣ ኣይክእልን እየ ንስኻ ንስኺ ግን ክትርእይዋ ስለ ዝኸኣልኩም ዕድለኛታት ኢኹም ስለ ዝብሎም ዘሎ ነቲ ዘለዎም ጸጋ ንኸስተማቕሩ ስለ ዘዘኻኸሮም ንክሕጎሱ ምኽንያት ስለ ዝሃቦም ደንጊጾም ንዑ ክተኽብሉ ገዲድዎ እያ ትብል እታ መልእኽቲ ማለት እዩ። ስለዚ ኩሉ ግዜ ለመንቲ ንኹን ብዘየገድስ ኣበየናይ ክፋል ናይ ህይወት ኣለና ኩሉ ግዜ ሓንጎልና ክንጥቀመሉ ኣለና፣ በላሕቲ ክንከውን ኣለና። ምክንያቱ ኣብ ህይወት ኩሉ ግዜ ብልሒ ብዙሕ ነገር እያ ተምፃልካ ኣበየናይ ክፋል ናይ ህይወት ኣለኻ ኩሉ ግዜ ነቲ ነገርካ ብፅቡቅ ነገር ክትጥምቶ እንተኽኢልካ ንካልኦት ሰባት ከዓ ነቲ ናትካ ንስኻ ዘለኻዮ ንካልኦት ሰባት በቲ ንስኻ ሕማቕ እንተለካ እቲ ናትካ ሕማቕ ንካልኦት ሰባት ምንጪ ናይ ሓጎሶም ከም ዝኸውን ግበሮ እንታይ ማለት እየ ቁስልኻ ብምርኣይካ ሰባት ኣይሕጎሱን እዮም ድኻምነትካ ስለ ዝነገርካዮም ጭንቀትካ ስለ ዝነገርካዮም ኣይሕጎሱን እዮም እንታይ ግን ምናልባት ሰባት ንሰባት ፅቡቕ ነገር እንታይ ክኸውን ይኽእል እዚ ከምዚ ኢለ ኣለኹ ከምዚ ክትከውን ስለ ዘይክኣልካ ብሰንኪ እዚ ከምዚ ሂወት ክትነብር ስለ ዝኸኣልካ ክትብሎ ከለኻ ሰብ ግን ዝያዳ ንኽድንግጸልካ ዝያዳ ንኽሕግዘካ ምኽንያትን ጠንቅን ትፈጥረሉ ኣለኻ ማለት እዩ ስለዚ ኩሉ ግዜ እቲ ዘለና ኩነታት ዘይኮነ ኩሉ ግዜ ሓደ ከም ሰባት እቲ ዘለና ጸጋታት ንጠምት ብቲ ዘለና ጸጋታት ንጠምት፣ ብቲ ዘይብልና ኣይንጠምት፣ the power of intention ይብልዎ። እንታይ ማለት እዩ እዚ? ነቲ ዘለ ነቲ ኩሉ ግዜ እቲ ንሕና ንደልዮ ወይ እቲ ንሕና ንጽበዮ ወይ ንሓስበሉ እሱ እዩ ዘጋጥመና። ስለዚ ጸጽቡቕ ነገር ዝሓስብ ሰብ ጽቡቕ እዩ ዘጋጥሞ ይብሉ። ሕሕማቕ ዝሓስብ ሰብ ከኣ ሕማቕ እዩ ዘጋጥሞ። ነቲ ሕማቕ ነገር ግን ብጽቡቕ ኮሚዩኒኬት ክንገብሮ ክንክእል ኣለና ነብስና ዋላ ሕማቕ ከጋጥመና ከሎ እዚ ሕማቕ ኣጋጢምኒ ዘሎ ክመሃረሉ ክዓብየሉ ክተርደሉ ክድልድለሉ እዩ እንታይ ይብሉ እንግሊዛውያን what doesn't kill you just makes you stronger ዘይቀትለካ ዘበለ ኩሉ የሐይለካ የጠንክረካ ይብሉ ማለት እዩ ስለዚ ንሕና ድማ ኩሉ ግዜ ተኾርሚና ክንልምን ዋላ ክንልምን ከለና ጥበብ ክህልወና ክኽእል ኣለዎ እያ መልእኽቲ ናይዛ ናይ ሎሚ ጆርጆ። እምበኣር ናይ ሎሚ ዕላላት ኣብዚ ወድየ ኣለኹ። ከም ወትሩ እቶም ብዙሓት ዕላላት ትሰዱለይ ዘለኹም please ቀጽልዎ። ይጽሕፍ ኣለኹ በብእዋኑ ክቕርቦ ክፍትን እየ። ከከም ናቱ match ዝገበራለይ ድማ ብሓደ combine ገይረ ክቕርበልኩም ክፍትን እየ። ንግረ መንገደይ ቅድሚ ምኻደይ ሓንቲ ሕጂ ናይ ምኪኤል ገብርሂወት ዘኪረ ሓደሲ ኢሉኪ እየ ኢሉ። ከምዚ ኣብ ኣስመራ ጎደና ናይ ልቺ ይእትዉ ነይሮም ማይ ይእትዉ ነይሮም ኢልዎም ሲ ናው ልቺ እምበር በቲ ናይ ኢሳያስ ጎደና እቲ ልቺ ትጠፍእ ስለ ዝነበረት ፀዓት ሃዊ ኤሌክትሪክ በቲ እንዳ ኢሳያስ ጎደና ይእትዉ ነይሮም ኢልኪ በቲ እንዳ ተጋደልቲ ሽዑ እናእተዉ ከለዉ ሓደ ሲ ሓደ ካብቶም ሰራሕተኛታት ክልተ እዮም ነይሮም እቲ ሓደ ኣማሪሩ እንድዩ ኣታ እዚ ሰብኣይ እንታይ ኢና ጌርናዮ ወደይ ወይ ነዛ ሃገር ጽቡቕ ጌሩ ዘየመሓድራዩ ወይ ከኣ ዘየካርያ እዩ ኢሉ ኣማሪሩ ማለት ነቲ ብጻዩ እቲ ብጻዩ ከኣ ትቕብል ኣቢሉ ሕሙም ዲኻ እስኻ ልቺ የብላ ማይ የብላ መን እዩ ክካርየልካ ከ መን ኣዲኡ ክካርየልካ ኢልዎ ይበሃል ልቺ ማይ ዘይብሉ መን እዩ ክካርየልካ ኢሉ መሊሱሉ ይበሃል ንግረ መንገደይ ማለት እዩ ከምኡ ዕላላ ዘለኩም ፕሊስ ወሲኽኩም ስደዱለይ እስኹም ትፈልጥዎ ኣነ ከይፈልጦ ክእል ንዓይ ከስቀኒ ይክእል እዩ ገሌኩም ትፈልጦ ገሌና ኣይንፈልጦ እና ስለዚ ኩልና ክምዚ ዝተበልናካ ሕማቅ ኣይኮነን ኣብ ፈይስቡክ ኣብ ጆርጆ ድራር ክትሰዱለይ ትክእሉ ከም መሰጅ ወይ ኣብ ኢመይለይ ኣብዚ ክትሰዱለይ ትክእሉ ከም ወትሩ እቶ ሞራል ናሃብኩም ተተባብዑኒ ዘለኩም ተንኪዩ ንካልኦት ክምስ ከብሎም ይክእል እዩ ዝበልክዎ ከኣ ሼር ክትገብርዎ ትክእሉ እናበልኩ ናይ ሎሚ ቪድዮ ኣብዚ ተወዲኣ ኣላ ኣብ ካልእ ክሳብ ንራከብ ደሓን ቀንዩ ቻው።